እዚ ናይ ንጉሳት ቤተሰብ እዚ ኣብ ዓለምና ካብ ዝርከቡ ኣዝዮም ሃፋትም ቤተሰብ ሓደ እንትኸውን ካብ ንብረት ወፃኢ ዘለዎም ሃፍቲ ጥራሕ ካብ ሓሙሽተ ክሳብ ሸሞንተ ቢሊዮን ዶላር ይግመት። እዚ ቤተሰብ እዚ ቤተሰቡ ንምምሕዳር ጥራሕ ንሓደ ወርሒ ሓደ ሚሊዮን ዶላር የውፅእ። ብ ክልተ ሽሕን ዓሰርተ ትሽዓተን ንናይ ክረምቲ ሽርሽር ብዝብል ኣብ ግሪክ ናብ ዝርከብ ደሴት ብዝገበሮ ጉዕዞ ተኻሪብዎ ዝነበረ ኣዝዩ ዘመናውን መልክዐኛን መርከብ ህዝቢ ዓለም ዘዘራረበ ምንባሩ ዝዝከር እዩ። ንናይ ሓደ ሰሙን ጉዕዞ ብናይ ሃገርና ቅርሺ እንትንቅይሮ ዳርጋ ልዕሊ ሰላሳን ሰለስተ ሚልዮን ቅርሺ ወጻኢ ገይሩ እዩ። እዚ ቆልዓ ካብዚ ቤተሰብ ካብ ዝምዘዙን ኣብዚ ሕዚ እዋን ነታ ሃገር እናመሓደሩ ካብ ዝርከቡን ንጉስ መሓመድ ዝተወለደ እንትኸውን ብክልተ ሽሕን ሰለስተን ዓመተ ምህረት ፈረንጂ እዩ ተወሊዱ። ልኡል ሞላይ ሓሰን ቢን መሓመድ እናተብሃለ እንትፅዋዕ ኣብ ዓለምና ካብ ዝርከቡ ሃፋትም ቆልዑ መደዳ እዩ ዝርከብ። ዋላ እኳ ሕዚ ዕስራ ሓደይ ዓመቱ እንተኾነ ገና ካብ ብህፃንነቱ ብቕርሺ ምብዛሕ ዝተጨናነቐ ቆልዓ እዩ። ገና ካብ ቆልዕነቱ ጀሚሩ ካብቶም ናይ ዓለምና ዝነኛታት ኣብ ቅድሚ ትስራዕ እንትኸውን ነዚ ከም ምኽንያት ዝጥቀስ ድማ ኣብ ዓለም ለኸ ዝግጅታት ምስ ኣቦኡ ብምርካብ ኣብ ዓይኒ ብዙሓት ሰባት ክኣቱ ምኽኣሉ እዩ። ኣብ ናይ ትውልዲ ዓዱ ራባት ብሽሙ ዝተሰየመ ስታድየምን መንገድን እንትህልዎ ኣርባዕተ ቋንቋታት ኣቀላጢፉ ዝናገር ከምኡ'ውን ኣውሮፕላን ምብራር ዝተምሃረ መንእሰይ ምዃኑ ድማ ብዙሓት ሰባት ዘይትፈልጥዎ ሓቂ'ዩ። ገና ኣብ ንእስነት ዕድሚኡ ናይ ሓደ ነጥቢ ሓሙሽተ ቢልዮን ዶላር በዓል ቤት እንትኸውን፣ ኣዝዩ ዝተኻበደን ምቾት ዝመልኦን ህይወት'ዩ ዝመርሕ። እዚ ኣብ ምስሊ እትርእይዎ ስሳን ሸውዓተን ነጥቢ ኣርባዕተ ሚልዮን ዶላር ዝዋግኡ ኣዝዩ ክባር ናይ ግሊ ጀት ሓዊሱ ብዙሓት ናይ ዓለምና ክባር መኻይንን መንበሪ ገዛውትን ብሽሙ እንትህልዎ ናይ ሃገሩ ህዝቢ ሓደ ብ ልዕሊ ሓሙሽተ ዝኸውን ግን ኣብ ውሽጢ ድኽነት እንትነብር በተለይ ድማ ኣብ ናቱ ዕድመ ዝርከቡ መናእሰይታ ሃገር ብስእነት ስራሕ እናተሳቐዩ እዮም ዝነብሩ። መንበሪ ገዛን ምግብን እውን ቀንዲ ፀገማት እታ ዓዲ ተባሂሎም ተመዝጊቦም ይርከቡ።